ሰላም ኣብ ኩሉ ኩርናዓት ዓለም ኮይንኩም መደባት ፍልፍል ቲቪ ትከታተሉ ኩቡራትን ኩቡራንን ንሎሚ ዝበልናዮ ዝተፈላለዩ መደባት ሒዝና መጺና ኣለና ከምቲ ልሙድ ደቂ ሪመይ ሰናይ ምክትታል ከምኡ ውን ደቂ ሪመይ እቶም ክሳብ ሕጂ ሳብስክራይብ ዘይሃረምኩም ኣባላት ቤተሰብ ፍልፍል ቲቪ ዘይኮንኩም ዘለኹም ሳብስክራይብ ክትሃርሙ ደጊምና ደጋጊምና ብትሕትና ንዕድም እምበኣር ናብቲ ንሎሚ ኣዳሊናዮ ዘለና እንታይ ይመስል ሓቢርና ንከታተል ኩቡራትን ኩቡራንን ቀዲምና እምበኣር ደቂ ሪመይ ብዘለዎ ሓጸርቲ መደባት ክንጅምር። ርክባት ክቡር ፕሬዚደንት ሃገረ ኤርትራ ኣቶ እሰያስ ኣፈወርቂ ምስ ዝተፈላለዩ መራሕቲ ሱዳን ኣብ ዓዲ ሃሎ ይቕጽል ኣሎ። ኣብቲ ርክብ ክቡር ፕሬዚደንት ሃገረ ኤርትራ ኣቶ እሰያስ ኣፈወርቂ፣ ሱዳናውያን ካብ ዘየድሊ ምዕባለታት ወጺኦም ውሽጣዊ ጉዳያቶም ባዕሎም ክፈትሑን ናብ በሪ ኣማን ክጥምቱን ዘለዎም ሰናይ ምዕዶ ለጊሱ። ህጹጽነት ግድነት ምዃኑ ኣትሪሩ ብምግላጽ፣ ኣብ ሱዳን ተፈጢሩ ዘሎ ሽግራት፣ ሱዳናውያን ባዕሎም ጥራይ ክፈትሕዎ ከም ዝግባእ፣ ሽግራቶም መሊሶም ከይተሓላለኹ ካብ ናይ ዝኾነ ናይ ወጻኢ ምትእትታው ክሕየቡ ከም ዝግባእ ደጊሙ ኣስሚሩሉ። ናቕፋ ፕረስ። እቲ ጉዳይ ንምፍታሕ ዝግበር ዝነብረ ኩሉ ፈተነታት ብሰንኪ ዘይእሙንነት ኢትዮጵያ ኮንቱ ኮይኑ፣ ኣምባሳደር ሶማል ኣብ ታንዛንያ። ሶማልያ፣ መራሕቲ ዞባታት ቀርኒ ኣፍሪቃ ኣብ ሰላም፣ ጸጥታን ምርግጋእን ንምዕቃብ ዝገብርዎ ዘለዉ ጻዕሪ ብሓጎስ ትቕበሎ እኳ እንተኾነት ግን፣ መርገጺኣ ከምዘይተቐየረ እቲ ናይ ሓደ ጥሪ ክልተ ሽሕን ዕስራን ኣርባዕተን ስምምዕ ኣብ መንጎ ኢትዮጵያን ሶማሊላንድን ባዶን ፍሩስን እንተዘይተኣዊጁ፣ ልኡላውነትን ሓድነትን ግዝኣታዊ ሓድነት ሶማል ክኽበር እንተዘይኮይኑ ዝኾነ ርክባት ምስ ኢትዮጵያ ኣይክህሉን'ዩ ብምባል ኣብ ናይ ኤክስ መርበብ ሓበሬታ ሓቢሩ።

ምርኣይ ምእማን እዩ፣ ክኸውን እዩ ከመይ ዘይከውን፣ ዝወለዶ ጽንዓትን ብልሓትን፣ ንዞባ ደቡብ ምስ ሰሜናዊ ቀይሕ ባሕሪ ዘራኽብ ኣስታት ሚእትን ዓሰርተው ሓሙሽተን ኪሌ ሜትር መንገዲ ኢግላደምሒና ካሪዎሳ ፌሮ ዘይሰግር ዕንቅፋታት ንምስጋር ከም ቀንዲ ኣብነት ኮይኑ የገልግል። ኣብ በዳሂ መሬት ጽርግያታት ምህናጽ ዘሎ ብድሆታት ቀሊል ኣይኮነን፣ ናቕፋ ፕረስ ካብ ኢግላደምሒና። ካብዚ ይቅጽል ኣቢለ ውን ደቂ ሪመይ። ነርስ ሰገነ ዮሃንስ ሓንቲ ካብተን ትስፉዋትን ልዑል ርእሰ ምትእምማን ዘለዎም መንእሰያት እያ። ኣብ ኮለጅ ሕክምናን ስነ ፍልጠትን ጥዕናን ኦረታ ብዓውዲ ሓፈሻዊ ነርስ እያ ብልዑል ነጥቢ ብዲፕሎማ ተመሪቓ። ኣብ ዞባ ደቡባዊ ቀይሒ ባሕሪ ኣብ ኮማዊ ሆስፒታል ጢዖ ተመዲባ ድማ ተገልግል ኣላ። ኣብታ መንእሰያት ኤርትራ ኣካላውን ስነ ኣእምራውን ብቕዓት ዘጥርዩላ፣ ትርጉምን ጣዕምን ማሕብራዊ ፍትሒ ብግብሪ ዝርእዩላ፣ ምስ መበል ሰላሳን ሰለስተን ዙርያ ሃገራዊ ኣጎልጉሎት ናብ መዲና ሳዋ ወሪዳ፣ ሰገን ዮሃንስ ኣዝያ በላሕ ሓላይት ኒሕ ዘለዋ ሰብ እያ። ነርስ ሰገን ዮሃንስ ንጥዕና ዝምልከቱ ጎስጓሳትን ኣስተምህሮታትን ብመራኸቢ ብዙሃን ጋዜጣ፣ ቲቪ፣ ሬድዮ፣ መጽሔታት ከምኡ እውን ኣብ ኣብያተ ቤት ትምህርቲ ብዝሓየለ መልክዑ ክቕጽል ኣለዎ ብምባል ሞያዊ ምኽራ ትልግስ። ብኣኺ ኩርዓት ኢና ሰገን ናቕፋ ፕረስ። ካብዚ ቅጽል ኣቢለ ዘቕርበልኩም ክቡራትን ክቡራንን ተኸታተልቲ ፍልፍል ቲቪ ታሪኽ ህልቂት ዖና ቤሲክ ድራን ዝሰነደ መጽናዕታዊ መጽሓፍ ተመሪቑ። ዖናን ቤሲክ ድራን ህልቂት ዓድታት ሰንሒት ብዝብል ኣርእስቲ እተዳለወ ስርዓት ሃፀይ ሃይለ ስላሴ ኣብ 1970 ክሳብ 1971 ኣብ ዖናን ቤሲክ ድራን ካልኦት ዓድታት ሰንሒትን ኣብ ልዕሊ ንጹሃት ኤርትራውያን ዝፈጸምዎ ዘስካሕክሕ ግፍዕታት ዝሰነደ መጽናዕታዊ መጽሓፍ ብሳላሳ ሓዳር ኣብ ከረን ተመሪቑ። እዚ ብመምህር ነጽርኣብ ኣዛዚ እተዳለወን ብኣሕተምቲ ሕድሪ እተሓትመን ሓሙሽተ ሚእትን ሓምሳን ገጻት ዝሓዘ ኣብ ዕለት ዝኽሪ መበል ሓምሳን ኣርባዕተን ህልቂት ኦናን ቤሲርግዳን ንንባብ ዝበቕዐ መጽሓፍ ኣብ ቃል ምስክርነት ውጻእ መዓት ቤተሰብ ግዳያት ከምኡውን ነቲ ኩነታት ብቐረባ ዝፈልጡን ታሪኻዊ ሰነዳትን ብምውካስ ዝተጻሕፈ እዩ። ኣርታዒ መጽሓፍ ጋዜጠኛ ሰሎሙን በርሀ ኣብቲ ናይ መመረቕታ ስነ ስርዓት ኣብ ዝሃቦ ቃል ንሕና ኤርትራውያን ታሪኽና ክስነድ ጥራይ ዘይኮነ እዞም ንሓዋሩ እውን መናብርትና ዝኾኑ ጎረቤት ህዝቢ ቀዳሞት መራሕቶም ኣብ ልዕሌና ዝፈጸምዎ ዘስካሕክሕ ግፍዕታት ደጊምና ደጋጊምና ክነዘኻኽሮም ግቡእ እዩ ንቂምን ቅርሕንትን ሕኒን ምባል ዘይኮነ እንታይ ደኣ ከም ጎረባብቲ ብቐጻሊ ብሓባር ንምንባር ሕሉፍ በደላ ጽቡቕ ገይሩ ክፍለጥ ስለ ዘለዎ ክብል ንኣገዳስነት ምስናድ ናይዚ ከምዚ ዝኣመሰለ ታሪኽ ኣገንዚቡ። ቃለ ሕትምቲ ሕድሪ ዘቕረበ ኣቶ ኤፍሬም ሃብተጼን ብግዲኡ፣ እቲ መጽሓፍ መቐጸልታ ናይቲ ብዓ ሕትምቲ ሕድሪ ክካየድ ዝጸንሐ ታሪኽ ናይ ምስናድ ንጥፈታት ምዃኑ ብምግላጽ፣ ኣብ ልዕሊ ህዝብና ዝወረደ በደል ኣይተዘንተወሉን ጥራይ ዘይኮነ፣ ፈጸምቱ እውን ክኽሕድዎ ይረኣዩ ስለ ዘለዉ፣ ምዝኽኻር ኣገዳሲ ምዃኑ ኣረዲኡ። ነቲ መጽሓፍ ንምድላው ኣስታት ዓሰርተ ዓመት ከም ዝወሰደሉ ዝሓበረ መምህር ነጸረኣብ ኣዛዚ፣ ታሪኽ ብዝግባእ ምስ ዘይጸሓፍ ናብ ወለዶታት ንምስጋሩ ስለ ዘይከኣል፣ ዕላማ እቲ መጽሓፍ ንጹር ከም ዝዀነ ብምሕባር፣ ኣብቲ ዘካየዶ መጽናዕትን ምርምርን ንዝተሓባበርዎ ኵሎም ምስጋና ኣቕሪቡ። ኣብ መወዳእታ ኣመሓዳሪ ዞባ ዓንሰባ ኣምባሳደር ዓብደላ ኣብ ሃገርና ዝተኻየደ ቅያታት ይዅን ዝተፈጸመ ግፍዕታት ዛጊት ከምቲ ዝድለ ከም ዘይተጻሕፈሉ ብምጥቃስ ፈጸምቲ ታሪኽ ብህይወት እንከለዉ ብዝሓየለ ክስራሓሉ ናይ ምንባብ ባህሊ ክዕምብብን ተላብዩ። ኣብቲ ኣጋጣሚ ኣብ ምድላው ናይቲ መጽሓፍ ኣበርክቶ ንዝገበሩ ውጻእ መዓት ስድራቤታት ግዳያት ህልቂትን ንነፍሲ ወከፍ ህያብ መጽሓፍ ተበርኪትሎም። ምስዚ መመረቕታ መጽሓፍ ተኣሳሲሩ ብሳላሳ ሓዳርን ሓደ ታሕሳስን ኣብ ደሴ ክድራን ዖናን ኣብ ዝተኻየደ ናይ ዝኽሪ መደብ ተረኺቡ ኣኽሊል ዕምባባ ዘንበረ ሓላፊ ምርምር ሰነዳት ንህግደፍ ኣቶ ዘምህረት ዮውሃንስ ህልቂት ዖናን በሴ ክድራን እንክዝከር እቲ ፍጻሜ ካብቲ ጭካነን ኣረሜናዊ ግፍዕን ጸላእቲ ንላዕሊ ጭውነትን ሓበንን ህዝብና ዓዚዙ ዝተራእየሉ ከም ዝነበረ ገሊጹ። ኣብ ልዕሊ ህዝብና ዝተፈጸመ ኣረሜናዊ ግፍዒ ክንዝክር እንከለና ጽልእን ቅርሕንትን ገዚኡና ዘይኮነ ካብ ዝሓለፈ ታሪኽና ንምምሃር እዩ ዝበለ ኣቶ ዘምህረት፣ ንመጻኢ ንሕና ጥራይ ዘይኮንና ጎረባብትና ህዝብታት እውን ምስ ዝመሃሩሉ ዝሓሸ መጻኢ ንምፍጣር ሓጋዚ ምዃኑ ኣብሪሁ። ጸሓፊ ህግደፍ ዞባ ዓንሰባ ኣቶ ሃይለ ተወልደብርሃን ብግዲኡ፣ ገዛእቲ ሓይልታት ኣብ ልዕሊ ህዝብና ዝፈጸምዎ ግፍዕታት ቀጻሊ ከም ዝዝከርን እቲ ታሪኽ ናብ ወለዶታት ከም ዝሰጋገርን ምግባር ይጽናሓለይ ክበሃል ዘይግብኦ ዕማም ስለ ዝኾነ ብዝለዓለ ክስራሓሉ ተላብዩ። ኣብቲ ኣጋጣሚ ውጻእ መዓት ነበርቲ ናይ'ተን ዓድታት ዝኽሮም ንተሳተፍቲ ኣካፊሎም። መግዛእታዊ ስርዓት ሃጸይ ሃይለስላሴ ብ ሰላሳ ሕዳር ሽሕን ትሽዓተ ሚእትን ሰብዓን ኣብ ደሴ ድክራ ልዕሊ ክልተ ሚእትን ሰማንያን ንጽባሒቱ ሓደ ታሕሳስ ድማ ኣብ ዖና ልዕሊ ሸሞንተ ሚእቲ ንጹሃት ኤርትራውያን ብኣረሜንነት ከም ዝቐተለ ነተን ዓድታት ከም ዘባደመንን ይፍለጥ። ዖና ኣብ ንኡስ ዞባ ከረን ምምሕዳር ባዶ ሽዱሽተ ትርከብ ክትከውን እንከላ በሲክድራ ድማ ካብ ከረን ንሸነኽ ሰሜናዊ ምብራቕ ዒስራ ኪሎሜተር ርሒቓ ኣብ ንኡስ ዞባ ሓመልማሎ ምምሕዳር ከባቢ ፍለዳርብ ትርከብ።

ካብዚ ቀጺለ እውን ደቂ ሪመይ ከምቲ ናይ ወትሩ ኣዝዩ ሃናጽን እዋናውን ዝኾነ መልእኽቲ ናብ ህዝቢ ተመሓላልፍ ብፍላይ ካብ ራብዓይ ግንባር ንዝነብር ኤርትራዊ ዜጋ እቲ ሓቀኛ ሓበሬታን ሓቀኛ ታሪኽን ናብ ህዝቢ ተመሓላልፍ ዘላ ጓል ፈዳይን ሻዕብያ ዘዳለወቶ ጽሑፍ ኣሎ ናብኡ ከብለኩም ደቂ ሪመይ ደጊመ ሰናይ ምክትታል ኣዝዩ ኣገዳስን እዋናውን ስለ ዝኾነ ናብ ኩሉ ሰብ ክባጻሕ እውን ሸር ኣይንሕመቕ ደቂ ሪመይ። ቃለ መሕትት ፕሬዚደንት እሰያስ ኣፈወርቂ ንቃለ መሕትት ፕሬዚደንት እሰያስ ኣፈወርቂ ሰለስተ ግዜ ደጋጊመ ሰሚዐዮ። ንቃለ መሕትት ፕሬዚደንት እሰያስ ኣፈወርቂ ብምልኣት ንምርዳእ ንሃገራውን ዞባውን ኣህጉራውን ፖለቲካውን ቁጠባውን ምዕባለታት ብዕምቆት ተረዲእናዮ ክንጸንሕ ኣለና። ንፖለቲካዊ ታሪኽ ዞባናን ዓለምናን እውን ተረዲእናዮ ክንጸንሕ ኣለና። ህሉው ኩነታት ንካታተል ሰባት ክንከውን ኣለና። ንሕሉፍ ገምጊምካ ንመጻኢ እትእምት ሰብ ክትከውን ኣለካ። ግብጺ ንእስራኤል ማይ ክትሸጠላ እያ ንእስራኤል ማይ ክትሸጠላ እያ ክበሃል ኣሎ እሞ ምስዞም ግብጺ እንተተዛረብኩሉ እንታይ ይመስለካ ብለን ኣታ መለስ። ንኻልእ ጉዳይ መጺና ሕጂ ሕጂ ኢና ንመጀመርያ ግዜ ኣብዚ ኣኼባ ንሳተፍ ዘለና። ሕጂ መጺኻ ብዛዕባ ከምዚ ዝነፍስ ዘሎ ቤላቤሎ ሕጂ ከምዚ ኢልካ ምስኣቶም ክትዛረብ ኣየድልየናን እዩ። ዓበይቲ ጉዳያት ኣለዉና ንዕኦም ሰሪሕና ተኸድና ሕሸና። ሓቅኻ ኢኻ። ጽቡቕ ኣለኻ ኣነ ከምዚ ማለት ናይ ቀትሪ ሲየስታና ወዲእና ኣብ ሳሎን ኣብቲ ሎቢ ኮፍ ኢልና ከለና ነዲሩ መጽእ እታ ተመለሳ ኮንካ ቧእ ከምታ ዝበልካኒ ከይገብርሲ ከይደ ንዑመር ስሌማን እንዴ ረኺበዮ ተዛሪበዮ ሆታ መለስ ኣየድልየናን ኢና ተባሃልና ኮለናስ ሕራይ ኢልካና ከኣ መሊስካ ሕጂ ከድካ ትዛረቦ ዛሪቡ ዛርብ እንታይ ኢለኒ መሰለካ ንዕንት ኣይፈልጣን እንታይ ተባሂልኩም ኣብኡሲ ከጸላእላ ኣይነበረካ ምስኦምስ ክትከይድ ኣይነበረ ክትቀርቦም ኣይነበረካ ማይ ትሸጡ ኣለኹም ናይ ናይል ንእስራኤል ኢልካ ትዛረብ ምስኣቶምሲ ቦትኡ ኣጋጣምነቱ ባላ ሓንቲ ይረኣየካ ነገር ነበረ እንታይ ኢልኒ ከመስለካ እንታይ ኢልኳ መን ኢኻ ስኻ ኢልኒ ከርእዮ እየ ከምበርክኾም እየ ከብሎም እየ ኣታ ዘረባ እዚ ኣይድልን እዩ ስለምንታይ ከሪኦም እየ ከሪኦም እየ ከሪኦም እየ ከይዳ ከይዳ ከይዳ እታ ነገር ማዕቢላ ናይ ኢትዮጵያ ኤርፎርስ ምሕዳስ ዝበሃል መፅዩ ንምንታይ ንምግባር ናይ ምክልኻል ዓቕምና ከነብል ምእንቲ ነቲ ናይ ናይል ተኣኻትብሎ ድሕሪኡ ካልኦት ኩባንያታት ንሽወደን ናብ ፖለቲካ ብቐንዱ ሓደ ተደምሮ ሓደ ይኸውን ክልተ ከም ማለት ኣዝዩ ቀሊል ኣይኮነን። ንቓልን መንፈስን ናይ ፕሬዚደንት እሰያስ ኣፈወርቂ ብልክዕ ንኽትርድኦ፣ ብስለትን ተመኩሮን ዝሓትት እዩ። ቅርጡው ኣናብባ ጉዳያት ይሓትት። ኩልና ከም ንዕዘቦ ዘለና ንቃለ መሕትት ፕረዚደንት እሰያስ ኣፍወርቂ መብዛሕቲኦም ዩትዩበራት በብዝጥዕሞም መንገዲ ተርጉሞም እዮም ዘቕርብዎ። ኤርትራውያን ተቓወምቲ ኢና በሃልቲ፣ ደገፍቲ ወያነ፣ ደገፍቲ ግዝያዊ ምምሕዳር ትግራይ፣ ደገፍቲ ፋኖ፣ ደገፍቲ ስዩም ተሸመ፣ ቢቢሲ ትግርኛ፣ ቢቢሲ ኣምሓርኛ፣ VOA ትግርኛ፣ VOA ኣምሓርኛ፣ ሬድዮ SBS፣ ሬድዮ ሓሰና፣ ዛሓበሻ፣ ኣንቸር ሜድያ፣ EMS፣ ድርየቱ ወዘተ ንሓድሕዱ ዝጋጮ፣ ብዓይኒ ዝደለይዎ ፖለቲካዊ ረብሓ ተርጒሞም የቕርብዎ ኣለዉ። ንቃለ መሕትት ፕረዚደንት እሰያስ ኣፈወርቂ ንምርዳእ፣ ንዓውዲ ናይቲ ኣርእስቲ ምርዳእ ኣገዳሲ እዩ።
ኣርሒቕካ ንቕድሚት ጠምት። ካብ ዝሓለፈ ተመክሮ መለበሚ ብዙሕ ስለዘሎ ንዕኡ ተጠቐመሉ። ኣብ ከምዚ ዝኣመሰለ ናይ ውሽጢ ዕንክሊል፣ ናይ ውሽጢ ምሕቋን፣ ንናይ ውሽጢ ምፍሕፋሕ፣ ካብኡ ወጺኻ ከኣ ምስ ካልኦት ምፍሕፋሕን ናብ ጽልኢ ምእታውን ንምንታይ ኣድሊ? ከምታ ናይ ኦም ሓጀርያ ልክዕ ሕጂ ውን ትዝረብ ዘላ ስለምንታይ?
ሓንቲ እዋናዊት መልእኽቲ ንዓና ንነጠፍቲ ማሕበራዊ ሜድያ ዘመሓላለፋ መልእኽቲ ግን ኣዝያ ኣገዳሲት ኮይና ረኺበያ። መንግስቲ ኤርትራ ዝወስዶም ዲፕሎማስያዊ ጽምዶታትን ሽርክነትን ንኢትዮጵያ ንምኽባብ ዓሊሙ ዝግበር ዘሎ ተበግሶ ኣምሲልካ ምቕራብ ጌጋ ርድኢትን ገምጋምን ምዃኑ ጸቒጡ ተዛሪብሉ ኣሎ። ኣብ ባይታ ዘየለ ልክዕ ምስ መንግስቲ ኢትዮጵያ ኲናት ክግበር ሳልስ ተሪፍዎ ከምዘሎ ኣምሲልካ ዝቐርብ ትንታነታት እዛ ሕጂ ዘላ ብከቢድ ውሽጣዊ ፖለቲካዊ ጸገማት እትሕመስ ዘላ ኢትዮጵያ ስግኣት ናይ ኤርትራ ከም ዝኾነት ኣምሲልካ ዝግበር ዘሎ ፕሮፖጋንዳ መሰረት ዘይብሉ ምዃኑ እውን ገሊጽዎ ኣሎ። ኤርትራን ኢትዮጵያን ክሳብ ሕጂ ምሉእ ዲፕሎማስያዊ ርክብ ዘለወን ሃገራት ምዃነን ምዝካር እውን ከድሊ እዩ። ካብዚ ብምቕጻል እምበኣር ደቂ ሪመይ ዝተፈላለዩ ቪድዮታት ኣለዉና እቶም ቪድዮታት እንታይ ይመስሉ ሓቢርና ንከታተል ደጊመ ሰናይ ምክትታል ሓደ ነገር ኣሎ ክትክሕዶ ወይ ከዓ ክትቅይሮ ዘይትኽእል ኣብዛ ዓለም መቸን ኤርትራዊ ከገርም እምበር ክግረም ኣይተፈጥረን ንሕና መገረም ኢና ንሕና ኣብ ዝተፈላለየ ንጥፈታት ኣብ እንነጥፈሉ ኩሉ ግዜ ብሉፃትን ዕዉታትን ኮይንና ኢና ንወፅእ

እኔም ሁለት መቶ ሺህ ፎሎወር ልገባ አምስት መቶ ብቻ ይቀረኛልና ፎሎ ያላደረጋችሁኝ እንድታደርጉኝ እጠይቃችኋለሁ። ዛሬን ለነገ እንኑር። መልካም ጊዜ። ብሕጽር ዝበለ ኣብዚ ኣምሓርኛ ክንሰምዖ ከም ዝጸናሕና ደቂ ሪመይ ኣቦና መምህር ዮሃንስ ካብቲ ዝሰርሕሉ ዝነበሩ ዓውደ ትምህርቲ ጥሮታ ምስ ወጹ ካብ መምህርና ማለት እዩ ብድሕሪኡ ኣብ ማሕበራዊ ሜድያ ወይ ከዓ ኣብ ዩቲዩብ ኣትዮም ዝተፈላለየ መደባት ብምድላው ንመንእሰይ ክጠቅም ይኽእል እዩ፣ ንመንእሰይ ከርብሕ ይኽእል እዩ፣ ካብ ኣብ ዝተፈላለየ ካልእ ኣጀንዳታት ዝውዕል ኣብ ትምህርቲ እውን ክነጥፍ ኣለዎ ብምባል ዋላ ሰብ ኣይርኣየሎም ንሶም ግን እታ ንዕኦም ኣብ ውሽጢ ልቦም ዕግበት ትፈጥረሎም ስራሕ ክሰርሑ ጸኒሖም ኣለዉ። እንተኾነ ግን ዝሰርሕዎ ዝነበሩ ቪድዮታት ተዓዛቢ ኣይነበሮምን። ስለዚ እቲ ናይ ዩቱብ ቻነሎም እውን ሳብስክራይብ ኣዝዩ ውሑድ ትሕቲ ሚእቲ እዩ ነይሩ። እንተኾነ ግን ጓሎም ንመምህር ዮውሃንስ ነዚ መደብ ቀዲሓ ናብ ቲክቶክ ምስ ዘርግሓቶ ኣዝዩ ዘገርምን ዘደንጹን ኣብ ውሽጢ ዕስራን ኣርባዕተን ሰዓታት ኣብ ዝተፈላለየ ማሕበረሰብ ዓለም ኣዝዩ ኣዘራራቢ ኮይኑ ዘሎ ናብ ሚእትን ሰላሳን ሽሕ ዝጸጋጋዕ ሳብስክራይብ ኣብ ሓደ እዋን ተሃሪሙ ኣዝዩ ኣዘራራቢ ኮይኑ ዘሎ ብዝተፈላለዩ ቲክቶከራት እዚ ጉዳይ ዓቢ መስሕብ ዜና ኮይኑ ኣሎ ኣብዚ ሕጂ እዋን ደቂ ሪመይ። ጠቕላላ ኣብዚ ሕጂ እዋን በጺሓቶ ዘላ ናይ ኣቦና መምህር ዮውሃንስ ናይ ዩትዩብ ቻነል ሚእትን ሓምሳን ሸውዓተን ሽሕ ሳብስክራይብ ሒዛ ኣላ። ኣብዚ ግን ምድንጋራት ይፍጠር ስለ ዘሎ ልክዕ ከም ናይ መምህር ዮውሃንስ ማትስ ዊዝ ዮውሃንስ ዝብል ዩትዩብ ከፊቶም ሰባት ከዳናግሩ ጀሚሮም ስለ ዘለዉ እቲ ሓቀኛ ናይ መምህር ኣቦና ዮውሃንስ ናይ ዩትዩብ ቻነል ኣቦታ ርእይቶ ክገድፈልኩም እየ ስለዚ እቶም ሳብስክራይብ ዘይሃረምኩም ኣብኡ ከይድኩም ሳብስክራይብ ክትሃርሙ ከምኡ ውን ኣቦና መምህር ዮውሃንስ ከይድኩም ክተተባብዕዎ ደጊመ ብትሕትና ይዕድም። ገለ ካብቲ ዝበሃል ዘሎ እስከ ናባኹም ከብል'የ ቀዲመ ሓደ ኣዝዩ ብሉጽ ዝኾነ ኤርትራዊ ዜጋ ቲክቶከር ከምኡ'ውን ናይ ዩቱብ ቻነል ከፊቱ ዘሎ ንዕኡ'ውን ሳብስክራይብ ክትገብሩሉ ደጊመ ብትሕትና እንዳዓደምኩ ካብ ዝሃቦ መግለጺ ናባኹም ከብል። እዚ ኣብዚ ትዕዘብዎ ደለኹም ኣቦ ካብዚ ኣብዚ ሰሙን እዚ ዓቢ ኣርእስቲ ኮይኑ ንብዙሓት ሰባት ከዛርብ ዝቐነየ ኤርትራዊ ኣቦይ ስሙ ኣቶ ዮሃንስ ይበሃል። ኣቶ ዮሃንስ ጥሮታ ዝወጸ መምህር ናይ ማትስ ክኸውን ከሎ ኣብ ዝሓለፈ ጓሉ ኣብ ቲክቶክ ብዝዘርግሓቶ ቪድዮ ቫይራል ወጺኡ ንብዙሓት ሰባት ከዛርብ ቀኒ ኣሎ። ንሱ ድማ ኣቶ ዮሃንስ መምህር ናይ ማትስ ድሕሪ ምንባሩ ጥሮታ ድሕሪ ምውጽኡ ብኦንላይን ዩትዩብ ቻነል ከፊቱ ማትስ ክምህር ስለ ዝጀመረ ጓሉ ኣብ ቲክቶክ ድሕሪ ምዝርግሓ ሳብስክራይብ ግበሩሉ ክትብል ምስ ጀመረት ብኣዝዩ ዘገርም መልክዑ ኣብ ውሽጢ ሓደ መዓልቲ ክሳብ ሚእቲ ሽሕ ዝኾኑ ሳብስክራይበርስ ኣብ ዩቲብ ክረክብ ክኢሉ። እዞም ኣቦ በቲ ጓሎም ዝወሰነቶ ጽቡቕ ውሳኔ ድማ ካብ ብዙሓት ሰባት ኣዝዩ ጽቡቕ ዝኾነ ሪኣክሽን ክረክብ ድሕሪ ምኽኣሉ ቦታ ቲክቶክ ተመሊሱ ኮመንትታት ከንብብ ኣብ ዝነበረሉ ግዜ እውን ቪድዮ ተዘርጊሕሉ። ቻነሎም ኣብ ዩቲብ ድማ ከምዚ ትርእይዎ ዘለኹም ዊዝን 24 ኣዋርስ ጥራይ ዝኸውን ክሳብ ሚእቲ ሽሕ ሳብስክራይበርስ ክእክብ ድሕሪ ምኽኣሉ ብመንጽር ድማ ኣብ ዩቲብ ኣዝዩ ጽቡቕን ሲምፕል ዝኾነ ማትስ ትምህርቲ ይምህርሉ። ኣብዚ ሰዓት እዚ ከምዚ ንዕዘቦ ዘለና ዝተፈላለዩ ቪድዮታት ኣብ ዩቲብ እናጸዓኑ ንብዙሓት ሰባት ትምህርቲ ይህቡ ኣለዉ። ጓሉ ዝወሰደቶ ውሳኔ ኣዝዩ ጽቡቕ ዝኾነ ውሳኔ ነዞም ኣቦ ብዙሕ ተስፋ ክህቦም ክኢሉ ኣሎ ማለት እዩ። ነቶም እዛ ቻነሉ ዘይትፈልጥዋ ኣብ ዩትዩብ ኬድኩም ሳብስክራይብ ግበርሉ በዛ ትሪእዋ ደለኹም ማትስ ዊዝ ዮውሃንስ እያ ትብል ቻነሎም ማለት እዩ። ቀጺለ ውን ደቂ ሪመይ ካልእ ቲክቶከር ዝሃቦ መግለጺ ናባኹም ከብል። Oh my lord guys we've done it።

ንሕና ኤርትራውያን እቲ ክንፈልጦ ዝግበኣና ታሪኽ ህዝቢ ኤርትራ እንዳፈለጥናዮን እንዳቐሰምናዮን ክንከይድ እንከለና ኢና ነቲ ኣንጻርና ዝተፈላለየ ኣጀንዳታት ሒዙ ንዝመጽእ ቀልጢፍና ነበርዕኖን ነምክኖን። ስለዚ ናብ ሓንቲ ኣዝያ ኣገዳሲት መደብ ከብለኩም ደጊመ ሰናይ ምክትታል። ናትና
ኣይንህብን ናይ እንዳማትና ከኣ ኣይንደልን። ፍትሕን ሓቅን ብሓይልን ብሸፈጥን ስለ ዘይረጋገጻ ኣብ ጉዳይ ዶባት ይኹን ካልእ ንልኡላውነትናን ህላዌናን ክብረትናን ዝትንክፍ ጉዳያት እንተኾነ ብዓቕልን ትዕግስትን ሰላማውን ሕጋውን ፍታሓት ካብ ምንዳይ ኣይክንስንክን ኢና። ብጃህራን ፈኸራን ተሰናቢድና፣ ተምበርኪኽናን ተሳዒርናን ኣይንፈልጥን ኢና። ዝፈከሩን ዝተጃሃሩን እውን ስለ ዝረኣናን ስለ ዝረብረብናሉን። ንተንኮላት ፀላእቲ ዕድል ዘይሃበ ተባዕ ውሳነ መንግስቲ ኤርትራ፣ ዋና ፀሓፊ ህዝባዊ ግንባር ተጋዳላይ እሰያስ ኣፈወርቂ ብዕለት ዕስራን ትሽዓተን ጉንበት ሽሕን ትሽዓተ ሚእትን ቴስዓን ሓደን ኣብ ሎንደን ኣብ ዝሃቦ ጋዜጣዊ ዋዕላ፣ ህዝቢ ኤርትራ ብሪፈረንደም መጻኢ ዕድሉ ክውስን ምዃኑ ብምሕባር፣ ክሳብ እቲ ሪፈረንደም ዝካየደሉ እዋን ህዝባዊ ግንባር ንኽልተ ዓመታት ንኤርትራ ዘመሓድር ግዝያዊ መንግስቲ ከም ዘቖመ ኣዊጁ። በቲ ኣዋጅ መሰረት፣ ድሕሪ ክልተ ዓመታት ማለት ካብ ዕለት ዕስራን ሰለስተን ክሳብ ዕለት ዕስራን ሓሙሽተን ሚያዝያ ሽሕን ትሽዓተ ሚእትን ቴስዓን ሰለስተን፣ ህዝቢ ኤርትራ ኣብ ቅድሚ ወከልቲ ሕቡራት ሃገራት፣ ውድብ ሓድነት ኣፍሪቃ፣ ማሕበራት ሃገራት ዓረብ፣

ዕላማ ናይዚ ሪፈረንደም ብዛዕባ ድሌትን ባህግን ህዝቢ ኤርትራ ንዝጠራጠር ሰብ ወይ ኣካል ሕጋውን ፖለቲካውን ምኽንያታት ምእንቲ ከይረከብ ኣብ ቅድሚ ተዓዛብትነት ወከልቲ ማሕበረ ሰብ ዓለም ናጻን ርትዓውን ምርጫ ብምክያድ ንናጽነት ኤርትራ ኣህጉራዊ ሕጋውነት ንምልባስ እዩ ክብል ገሊጹ። ኤርትራ ብ ዕስራን ሓደን ግንቦት ቀዳማይ ኣኼብኡ ኣቃኒዑ። እቲ ኣብ ኣዳራሽ ሃገራዊ ቤተ መዘክር ዝተኻየደ ፈላሚ ኣኼባ ሃገራዊ ባይቶ ቀዳማይ ዕማሙ ፕረዚደንት ምምራጽ'ዩ ነይሩ። ኣብቲ ኣጋጣሚ ኣቶ ኢሳያስ ኣፈወርቂ ኣብ ዝገበሮ መኽፈቲ መደረ ከምዚ ኢሉ።
ኣብ ድሮ ወግዓዊ ምእዋጅ ልዑላውነትን ናጽነትን ኤርትራ ከምዚ ኢልና ምእካብና ዝስምዓኒ ሓጎስ ክገልጸልኩም እፈቱ። ህዝቢ ኤርትራ መሰል ርእሰ-ውሳኔኡ ንምርግጋጽ ንፍርቂ ዘመን ኣውራ ከኣ ሰላሳ መረርቲ ዓመታት ብረታዊ ቃልሲ ሓሊፉ፣ ሓርነቱ ድሕሪ ምርግጋጹ፣ ንጉዳዩ ሕጋዊ መዛዘሚ ንምግባር፣ ንረፈረንደም ንክልተ ዓመታት ኣሰጋጊሩ ግዝያዊ መንግስ ብግዝያዊ መንግስቲ ኪመሓደር ጸኒሑ እዩ። ረፈረንድም ብናጻን ርትዓውን መገዲ ብዝነኣድ ምዝዛሙ ከኣ ንኤርትራ ናጻን ልዑላዊትን ሃገር ገይሩዋ ኣሎ። መጻኢ ዕድል ሃገርና ዘተኣማምን እንተክኸውን ሕጊ ከምዝነግስ ምግባር፣ ቅዋማዊ መንግስቲ ምምስራት ንደሞክራስን ደሞክራሲያዊ ትካላትን ውሕስነት ስለዝኾነ ልዕሊ ዝኾነ ካልእ ጉዳይ እንሰርሓሉ ሕቶ እዩ። ኣብ ሓዳስን ናጻን ሃገር ቅዋማዊ መንግስቲ ምምስራትን ብእኡ ድማ ደሞክራሲ ምርግጋጽ፣ ብዓቢ ዝላ ክፍጸም ስለ ዘይከኣል፣ ኣብ ኣዋጅ ቁጽሪ ሰላሳን ሸውዓተን ግዝያዊ መንግስቲ ኤርትራ ከም ዝተረጋገጸ መሰጋገሪ እዋን ክህሉ ተወሲኑ ኣሎ። ብመሰረት'ቲ ኣዋጅ፣ ነቲ ኣብ ውሽጢ ኣርባዕተ ዓመታት ክዕመም ዘለዎ መስርሕ ዝህሉ መንግስታዊ ስርዓት ብዝተኻእለ መጠን፣ ኣሳታፊ ክኸውንን ካብ ሓጋግን ፈጻምን ኣካላት ክቐውምን ኣገዳሲ ስለዝኾነ ከኣ እነሆ ሎሚ ሃገራዊ ባይቶ ኤርትራ ንመጀመርያ ግዜ ይእከብ ኣሎ። ከም ዋና ጸሓፊ ግዝያዊ መንግስቲ ኤርትራ ከኣ ነቲ ዝመጽእ ናይ መሰጋገሪ እዋን ዝለዓለ ናይ ምሕጋግ ሓላፍነት ዝስከም ባይቶ ስልጣን ከሰጋግር ኣፍቅዱለይ። ድሕሪ መደረ ኣቶ ኢሳያስ ኣፍወርቂ፣ ሃገራዊ ባይቶ ብኣቦ መንበርነት ኣቶ ኣልኣሚን መሓመድ ስዒድን ኣቶ ሃይለ ወልደትንሳኤ ናብ መስርሕ ምርጫ ኣትዩ። ብስቱር ድምጺ ኣብ ዝተኻየደ ምርጫ ድማ ካብ ሚእትን ኣርባዕተን ብቑዓት ድምጽታት ትስዓን ትሽዓተን ብምርካብ ኣቶ ኢሳያስ ኣፍወርቂ ፕረዚደንት መንግስቲ ኤርትራ ክኸውን ተመሪጹ። እቲ ሪፈረንደም፣ ሓርነት ኤርትራ ብወተሃደራዊ መንገዲ ድሕሪ ምርግጋጹ ዝመጸ ሓድሽ ሓሳብ ወይ ውጥን ዘይኮነ፣ ነቲ ስርዓት ደርጊ ብወተሃደራዊ ሓይሉ ኣብ ዝምክሓሉ ዝነበረ እዋን ማለት ብዕለት ዕስራን ክልተን ሕዳር ሽሕን ትሽዓተ ሚእትን ሰማንያን ዝቐረበ እማመ ሰለማዊ ፍታሕ መሰረት ዝገበረ እዩ ነይሩ። ሓፈሻዊ ባይቶ ሕቡራት ሃገራት ድማ ነቲ ህዝባዊ ግንባር ሓርነት ኤርትራ ወይ ግዝያዊ መንግስቲ ኤርትራ ዘቕረቦ መሰል ርእሰ ውሳነ ህዝቢ ኤርትራ ዘረጋገጸ ኣህጉራውነት ተዓዘብቲ ዝተሳተፍዎ ሪፈረንደም ክካየድ ዝብል ሓሳብ ብምቕባል ኣብ ናይ ዕለት ዓሰርተው ሽዱሽተ ታሕሳስ ሽሕን ትሽዓተ ሚእትን ቴስዓን ክልተን ኣኼብኡ ብውሳነ ኣርባዓን ሸውዓተን ኣብ ርእሲ ሚእትን ዓሰርተ ኣርባዕተን እቲ ሪፈረንደም ብቕኑዕ ምክያዱን ዘይምክያዱን ዝምስክር ተዓዛቢ ጉጅለ መዚዙ ኣብቲ ካብ ዕለት ዕስራን ሰለስተን ክሳብ ዕለት ዕስራን ሓሙሽተን ሚያዝያ ሽሕን ትሽዓተ ሚእትን ቴስዓን ሰለስተን ዝተኻየደ ሪፈረንደም ከኣ ህዝቢ ኤርትራ ብምሉእ ሓርነት ድምጹ ብምሃብ ቴስዓን ትሽዓተን ነጥቢ ሸሞንተ ሚእታዊት እወ ንናጽነት ኣድሚጹ።

ናይዞም ሰባት እዚኣቶም ዕላማ ምግላፅ ግዚኡ ዝሓለፎ ጉዳይ እዩ። ካብ ዝሓለፈ ኩነታት ዝመፀ ምዕባሌ ትምህርቲ ክርከብ ብዙሕ ተስፋ እዩ ጸኒሑና ኣይፋሉን በዚ ሕጂ ሒዝናዮ ዘለና ኣተሓሳስባ ክንቅጽል ኢና ዓቕሚ ኣለና ክንፍትን ኢና ኣብ ዝተናውሐ ፈተነታት ከኣ ክንዕወት ኢና ዝብል ኣተሓሳስባ እንተልዩ ኣብኣ ንራኸብ ደሓን ኣብታ ነዋሕ ጉዕዞ። ኣብቲ ታሪኻዊ ሪፈረንደም ኣብ ውሽጢ ኤርትራን ወጻእን ዝርከቡ ሓደ ሚልዮንን ሚእትን ሰብዓን ሸውዓተን ሽሕን ሸውዓተ ሚእትን ሽዱሽተን ኤርትራውያን ዜጋታት ድምጾም ንምሃብ ተመዝጊቦም ነይሮም። ካብቶም ኣብቲ እዋን ዝተመዝገቡ እቶም ሓደ ሚልዮንን ሚእትን ሓምሳን ሽዱሽተን ሽሕን ክልተ ሚእትን ሰማንያን ቴስዓን ሸሞንተ ነጥቢ ሓሙሽተ ሚእታዊት ማለት'ዩ ኣብ ዕለታት ምድማጽ ድምጾም ሂቦም። ካብቶም ድምጾም ዝሃቡ ሓደ ሚልዮንን ሚእቲ ሽሕን ክልተ ሚእትን ሱሳን እወ ንናጽነት ከድምጹ እንከለዉ ሽሕን ሸሞንተ ሚእትን ዕስራን ክልተን ከኣ ወይ ከኣ ዜሮ ነጥቢ ሚእትን ስሳን ሓሙሽተን ሚእታዊት ድማ ኣይፋል ኣድሚጾም። ዝተረፉ ሰለስተ ሚእትን ዕስራን ሸሞንተን፣ ዜሮ ነጥቢ ዜሮ ሰላሳ ሚእታዊት ድማ ዝተባላሸወ ወረቐት ከም ዝነበረ ብኮሚሽን ሪፈረንደም ተሓቢሩ። በዚ ድማ እቲ ዝነውሐን ዝመረረን ኲናት ኣብ ኣፍሪቃ ድሕሪ ሰላሳ ዓመታት ብረታዊ ቃልስን ክልተ ዓመታት መሰጋገሪ ግዜን ብደምን ብድምጽን ህዝቢ ኤርትራ ሓንሳብን ንሓዋሩን ንተንኮላት ጸላእትና ዕድል ብዘይህብ ውሳኔ ሕጋዊ መደምደምታ ተገይርሉ። ሰማእታትና ንዘንት እለት ይዘከሩ። ህዝባዊ ግንባር ንዲሞክራስን ፍትሕን ዋሕስ ሃገር ኤርትራን ህዝባን እዩ። ዓወት ሰናይ ጠጥዑሙ። ንዑሱባት ውድቀት ውሁድ ቅኒት ንሃገራዊ ክብረት። ዘልኣለማዊ ዝኽሪ ንሰማእታትና። ወትሩ ዓወት ንሓፋሽ።